ሰላም ሰላም ከመይ ትውዕሉ ክቡራት ሰማዕትና ኣብዚ እዋን እዚ ብዙሕ ሰብ ኢራን ንኣሜሪካ ከም ዝመከተታን ክትምክታ ከም ትኽእልን ብዙሕ ግዜ ይዛረብ ኣሎ ይኹን ደኣ እምበር ኣሜሪካ ነዚ ነገርዚ ክተኣትዎ ከላ ብመንገዲ እስራኤል ከም ዝኸፈተቶ ብፕላን ኣት ከም ዝኣተወቶ ኣሜሪካ ነዚ ዘየስተውዓሉ ሰባት ሃንደበት እዩ ኣትይዎ ኣሜሪካ እስራኤል እያ ጎቲታ ኣምጺኣቶ ንኣሜሪካ እንዳበልካ ብዙሕ ወረ ንሰምዕ ኣለና። እሱ ከምኡ ኢሉ እንከሎ ተጎቲቶም ኣትዮም ዘይኮኑ ኣሜሪካስ ፕላን እስራኤል ፕላን ኣሜሪካ እዩ ፕላን ኣሜሪካ ከ ፕላን ናይ እስራኤል እዩ ስለ ዝኾነ ከም ፕላን ከኣኒ ንነዊሕ ዓመታት ትራምፕ ባዕሉ ሓደ ግዜ እንታይ ኢሉ ነይሩ? ርእሲ ኸተማ ቴልኣቪቭ ናብ ኢየሩሳሌም ክንመልሶ ኢና፣ ምኽንያቱ እታ መስጊድ ክትእለ ተዀይና እብል ነይሩ ትዝክሩ እንተ ኰንኩም። እዚ ፕላን እዚ ኣሜሪካ ተጐቲታ ዝኣተወቶ ኣይኰነን ወይ ከኣ እስራኤል ስቕ ኢላ ዘልዓለቶ ጕዳይ ኣይኰነን። ፍልስጤም ዘሊሎም ስለ ዝኣተዉ ባዕሎም ነገር ኣምጺኦም ገለ መለ ከምኡ ኣይኰነን፣ ቅሙጥ ፕላን እዩ እዚ። መን የመዓስ ይብገስ፣ ኣበይ ይብገስ፣ ብኸመይ ይብገስ ግዜታትን ኩነታትን መድረኻትን ተታሓሒዙሉ ዝጸንሐ ፕላን እዩ። ብሕጽር ዝበለ እቲ ዝዓበየ ፕላን ናይ ኣሜሪካን እስራኤልን ኣብዚ ዓባይ እስራኤል ንምምስራት እዩ። ዓባይ እስራኤል ክትምስረት ከላ ንእግረ መንገዳ ከኣ ኣሜሪካ ዓቢ መኽሰብ ትኸስበሉ ጉዳይ እዩ። ኣብዚ እዋን እዚ ብዙሓት እዞም ገዳይም ናይ ሎሚ ደቂ ሰብዓታት ዋላ ካብ ስሳን ሓሙሽተን ንላዕሊ ዘለዉ ምሁራት እንድሕር ሰሚዕኻ ሕጊ ውድብ ሕቡራት ሃገራት፣ ሕጊ ዓለም፣ ዓለም ለኸ ሕጊ እንታይ ዶስ ኣበይ ዶስ ብዙሕ ክዛረቡ ትሰምዕ ግን ሕጊ ኣብ ቅድሚ ኣሜሪካ ሕጊ ማለት ዝተረገፀ ጭቃ ማለት እዩ። ጭቃስ ኖርማል ረጊፅካ ኢኻ ትሓልፍ ብሓንቲ ይጥቀመሉ ዲኻ ሕጊ ዝበሃል ኣብ ዓለም ከዓ የለን ሓሶት ከም ዝጥዕመካ ኢኻ ትገብር ስለዚ ኣሜሪካ እንድሕር ሕጊ ሃልዩ ሕጊ ቴሊ ባዕልኹም ትሰምዕዎም እንዲኹም ኩሉ ግዜ እዚ ኩሉ ዜና ክዝረብ ከሎ ሕጊ እንተ ዝነብር ነይሩ ኣፍሪቃ ክትቅጥቀጥ ዶ ምነበረት ሕጊ እንተ ዝህሉ ነይሩ ህዝቢ ፍልስጤም ኣብ ሓዊ ክጥጠቕ ከሎ ደኣ መን ተዛሪቡ ህዝቢ ሶርያ ክጥጥቕ ከሎ መን ተዛሪቡ ብዳዕሽ ይኹን ብኻልእ ይኹን ካልእ ህዝቢ ልቡናን ሕጂ ሓዊ ክጥጥቕ ከሎ መን ተዛሪቡ ዒራቕ በኽላባት ክንከሱ ከለዉ ተማሪኾም ብወተሃደራት ህዝቢ ኣዋልድ ዒራቕ ክጋሰስዎን ከለዉ ኣበይ ድኣ ነይሩ እቲ ሕግኹም ኣብ ዓለም ሕጊ ዝበሃል የለን ሓንትን ኪያንትን ሓይሊ እያ። ሓይሊ ኣለካ ብሓይልኻ ትነብር፣ ሓይሊ የብልካን ምስ ኣሜሪካ ትጽጋዕ። ምስ ኣሜሪካ ይደሊ እንተኢልካ ኸ ያ ምስ ሩስያ ያ ምስ ቻይና ትጽጋዕ ወዲእካ ኣለኻ። እዚ ማለት ግን ቻይና ከተድሕነካ እያ ሩስያ ከተድሕነካ እያ ማለት ኣይኮነን። ኣብ ዓለም ዓለም ንባዕላ ኣብ ክልተ ደንበ ተከፊላ ስለ ዘላ ማለተየ ስለዚ እንታይ ክብለኩም ደልየ ኣነ ሶሪ ይቅሬታ እንታይ ክብለኩም ደልየ ኣነ ክቡራት ሰማዓትና እዚ ኩሉ ሰብ ዝዛረብ ዘሎ እቲ ትግምግሞ ገምጋምሲ ሓሙሽተ ሚእታዊት እምበር ቴስዓን ሓሙሽተን ሚኢታዊት ዘይከውን ነገር ኢኻ ትግምግም ዘለኻ ማለት እዩ። እቲ ሓቀኛ ክኸውን ዝግብኦ ወይ ዝነበረ ወይ ዘለዎን ክንነግረኩም ኢራን ድኹዖ ክትከውን እያ ፍተው ፅልኡ ልክዕ ከም በዓል ሊብያ ዒራቅ ሶርያ ከም በዓል ፍልስጤም ክትከውን እያ ዒራቅ ከም በዓል የመን ክትከውን እያ ዒራቅ ድሕሪ እዚ ዒራቅ እንተ ከም በዓል የመን ኮይና እታ ዓባይ እስራኤል ንክትምስረት ዝኽልክል ሓፁር የለን ዓባይ እስራኤል እንተ ተመስሪታ እየ ምናልባት ቅድሚ ዓባይ እስራኤል ምምስራታ በዓል ዒራቅ ምስ ተደምሰሳ ብቀጠታ ናብ የመንን ናብ ኤርትራን እዩ ክመጽእ እቲ ጉዳይ እዚ ንሃና ኢልኩም ሓዝዎ እዚ ማለት ሲ የመንን ኤርትራን ኣብ ቀይሕ ባሕሪ ስለ ዘለዋ እቲ ቀይሕ ባሕሪ ኣገዳስነት ኣለዎም ንኣሜሪካውያን ንእስራኤላውያን ስለምንታይ ትሪእዎም ኣለኹም ሃብቲ ይግብቱ ኣለዉ ሰብ እንዳጽነትካ ሃብቱን ወርቁን ናብ ኢድካ ምእታው እዩ ናይ ኣሜሪካ ፕላን ዋላ እስራኤል ፕላን ሕጂ ናብ ኣሜሪካ ተኣትዩ እቲ ወርቅን ሃብትን ናይ እስራኤል ማለት እዩ እስራኤል ኣይትግብትን እያ እንታይ ደኣ ከም ዝግበት እያ ትገብር እስራኤል መን ይግብት ኣሜሪካ ኣሜሪካ መኽዘን ናይ እስራኤል እዩ ኣሜሪካ መኽዘን ናይ እስራኤል እዩ። ስለዚ ዝኾነ ይኹን ነገር ዝመጽእ ዘሎ ድሕሪ ሕጂ ክንበዮ ዘለና ኢራን ትበሃል ሃገር ኣይክትህሉን እያ ክትድምሰስ እያ ግዜ እንዳሸመቱ ሜላ ዝተፈላለየ ሜላ እንዳፈሓሱ እዮም ዘጥቅዕዋን ዝሃርምዋን ዘለዉ ስለምንታይ ክድምሰስ ጥራሕ እዩ ዘለዋ ተወዲእላ እዩ ድሕሪ እዚ ናብ ቀይሕ ባሕሪ ክመፅእ እዩ ድሕሪ እዚ ብዓል የመን ሑቲ ድዩ ክህረም ናብ ብዓል ኤርትራ ድዮም ከብሉ ዝጓኖም እዚ ግን ፍሉጥ ነገር እዩ ኤርትራ ቅርጻ ክትቅይር ድያ ፖሊሲኣ ክትቅይር ድያ ብኸመያ ክትከላኸሎ እዚ ጉዳይ እዚ ንሕሙ ነቲ መንግስቲ ኣለዎ ነቲ መንግስቲ እዩ ዝምልከት ግን ፍተው ጽልኡ እዚ ዝብለኩም ዘለኹ እዚ እቲ ሓቂ ትንቢት ትራምፕ ከምዚ ገይሩ ክስቶ ከምዚ ገይሩ ኖ ትራምፕ ንበዓሉ ዋላ ቢልዮነር ይኹን ደኣ እምበር ኣሜሪካ ዝመርሕዋ በዓል ትራምፕ ይኮኑ ብድሕሪት ኣለዉ ድሕሪ ማጋራጃ ኣለዉ ከምዚ ናይ ኤርትራ ኣብ ኤርትራ ዝመርሕ እሲያስ ኣፈወርቂ ድላይ ትገብር እሲያስ ኣፈወርቂ እንዳበልካ ትዝረብ ከምኡ ይኮነን ናይ በዓል ኣሜሪካ ኬንያዊ ይኹን ዋላ ሱዳናዊ ይኹን ቀዳማይ ምንእዚ ፕረዚደንት ኣሜሪካ ክኸውን ይኽእል እዩ። ፕረዚደንት ኣሜሪካ ምዃን ማለት ሲምቦል ባምቡላ ኮፍ ምባል ከም ድላይ ከም ዝራብ ተዘይኮይኑ እቲ ፕላን ዝሕዝዎ መራሕቲ ኣሜሪካ ህዝቢ ዓለም ኣይፈልጦምን እዩ መራሕቲ ኣሜሪካ ንኣሜሪካ ዘናብርዋን ንዓለም ዝጠውይዋ ዘለዎም በዓል መን እዮም ዝኾነ ህዝቢ ዓለም ዝፈልጥ የለን ብዙሕ ኣይኮኑ እቶም ምሁራት እዮም ምሁራት ከዓ ነብሶም ስለ ዝፈትዉ ኣብ ሽግር ክወጥቁ ይደልዩን እዮም ዝኾነ ነገር ሕማቅ ኣይዛረቡን እዮም ስለዚ ክንፈልጦ ዘለና ኢራን ኮምፕሊት ክትዓኑ እያ ምክንያቱ ድሮ እንታይ ይብል ኣሎ ትራምፕ ዓለም ነዳዲ ካብ ኣሜሪካ ክትገዛእ ኣለዋ ናይ ዓለም ነዳዲ ኣብ ኢዱ ስለ ዘሎ እዩ ምክንያቱ ከምቲ ትፈልጥዎ ቬኔዙዌላ መንጢሉ ወሲድዎሎ ኢዱ ኣብ ኢዱ እትወሉ እቲ ነዳዲ በዓል ናይጀርያ ብኢዱ እትወን እዩ በዓል ክዌት በዓል ስዑድ ዓረብ በዓል ኢማራት ብሙሉእ እንተ ናይ ነዳዲ ዝበሃላ ኣብ ኢዱ እትወን እዩ ዘሎ ኢራን ነራ ኢራን ከዓ ባሕሪ ዝኾነ ነዳዲ እዩ ዘለዎ ሕጂ ብኢዱ ክእትዎ እዩ ዒራቅ ኣብ ኢዱ እትዋ እዩ ሕጂ ህዝቢ ዓለም ነዳዲ ካብ ኣሜሪካ እዩ ክገዝእ በዓል ቻይና ከምዚ ክገብራ እየን ገለመለ ቻይና ህዝባ ብዙሕ ኢዶ ዋፃ እያ ትገብር ኣፍሪቃ ስለ ዝነደደት ቻይና እንታይ ይምልከታ ተኽ ኢላ ቀስ ኢላ ዝብላዕ ሃሰስ ትብል ከም ዝብኢ ዝቐተሎ ብዕራይሲ ውኻርያ ሃሰስ ትብሎ ሕጂ ዝብኢ ኮይኑ ኣሜሪካ ንኣፍሪቃ ተንዲድዋ በዓል ቻይና ሃሰስ ዝብላ ጠቕሚ ተልይዎ እምበር ኣይዋጋኣልካን እየን ስለዚ ክንፈልጦ ዘለና እቲ ጉዳይ ከምዚ ይመስል ናይ በዓል ኢራን ኣሜሪካን ማለት እየ ካልእ እንታይ ኢና እንታይ ክዛረብ ደልየ ዘለኹ ኩሉ ግዜ ኣብዚ እስከ ኣብዚ ከስምዓኩም እየ ኣብዚ ናይ ናይ ኤርትራ እዚ እንታይ እዮም ዝብሉ ዘለዉ እስከ ከስምዓኩም ኣብዚ ፕራይም ሚኒስተር የነበሩ

ዲክታቶርሺፕ ነቸር አለው ወታደራዊ ይዘት አለው በሰላም እንፈታለን የሚለውን ጉዳይ ስላልተቀበለ ነው ጀነራል አማን እንደውም የተገደሉት።
መቸም ቅድሚ ሕጂ ተዛሪብናሉ ነርና እቲ ኩሉ ጸገም ዘምጾም ዘሎ ናይዞም ሰባት እዚኣቶም እቲ ኣይኪው ናቶም ናይዚ ብተሓሳስባ እዩ ዘለዎ ኣነ ቅድሚ ሕጂ ዛሪበ ረኣይዎ ሰብዚ ሕጂ ብሕማቅ ኣተዓባብያ ትዓቢ ተኾንካ ዋላ ሓንጎልካ ውን በሊሕን ሰፊሕን ኣይከውንን'ዩ። ብጭንቀት ስለ ዝዓበኻ እቲ ኣይኪው ናትካ ዝተሓተ ዩ ዝኸውን ኣብ ሱሳታት ዩ ዝወርድ። ናይ ዝኾነ እቲ ብጽቡቅ ዝዓቢ ሰብ ካብ ሚእቲ ንላዕሊ'ዩ እቲ ኣይኪው ናቱ። እዞም ሰባት እዚኣቶም ራኣይዎ በዓል እዚ ሕጂ እንታይ ድብለና ክምህረና ድፍትን ደሎ ጀነራል ኣማን ዓንዶም ቀዳማይ ሚኒስተር ናይ ኢትዮጵያ ዝነበረ ሲ ብሰንኪ ኤርትራ እዩ መይቱ እዩ ድብለና ደሎ ተፈሪ ባንተ ብሰንኪ ኤርትራ እዩ መይቱ

ዝብኢ መምህርካ ዝብኢ እንተ ኮይኑሲ ናቱ ኢኻ ትወስድ ታሪኽ ዘይፈልጡ ካብ ረሳሕ ሓንጎል ዝመንጨወ ስነ ሓሳብ ኣብ ሓደ መፅሓፍ ኣስፊሮም ህብዎ እሞ ኣቶ ክስቶ ዝፀሓፎ ርእየዮ ኣለኹ መፅሓፍ ዶ ገለመለ እንዳበልካ ከምዚኣቶም ዘርኢ ከም ዘርኢ ከማን ከምዚ ዓይነት ሰብ እዮም እኪ ኢልካ ክትገልጾም ዘይትኽእል ደናቑር ሰባት እዮም እዚኦም። ኣቀታትላ ናይ ኣማን ዓንዶም መጀመርያ ሬታ ክብገስ ከሎ ትቀታትላ ንሃይለስላሰ ካብ ስልጣን ክኣልይዎ ስለዝደለዩ መጀመርያ ነዚ ዘበገሰ ኮረኔል መንግስቱ ሌተናል ኮረኔል መንግስቱ ሃይለማርያም እዩ። ሌተናል ኮረኔል መንግስቱ ሃይለማርያም ንተፈሪ ባንተ እዩ ሒዝዎ መጀመርያ ንሃይለ ስላሰ ክንኣልዮ ኣለና ብባል የእሚንዎ

እንታይ ክንገብሮ ኢና ብምባል ብዛዕባ ናይ ኣማን ዓንዶም ዘረባ የኢትዮጵያ መሲሉ። ሂስቶሪክ ፓርት አድርጎ ነው የሚያነሱ የንግድ እና የፖለቲካን መነሻ ወይም መደረሻ አድርጎ።
ብድሕሪኡ ክነእምኖ ኣለና ኢሎም ንኣማን ዓንዶም ምስ ሓተትዎ ሕራይ ኢሉ ኣማን ዓንዶም ከ ኣትይዎም ስለዚ ንስርዓት ሃይለስላሰ ወይ ንሃፀይ ሃይለስላሰ ዝቐት ዘጥፉ ኮረኔል መንግስቱ እኳ እንተሃንደሶ ግን ኣጥናፉ ኣባተን ተፈሪ ባንተን ኣማን ዓንዶምን ምስኡ ነይሮም እዮም። ኣርባዕቲኦም እዮም ከኣ ኣልዮሞ ነቲ ስልጣን። ሕጂ እቲ ዕላማ ስለ ዝነበሮ መንግስቱ ሃይለማርያም ሃይለስላሰ ምስ ተኣለየ ብቐጥታ ነቲ ኤርትራዊ ከጥፍእዎ ነይርዎም። ስለዚ ብመንገዲ ተፈሪ ባንተን ኣጥናፉ ኣባተን ገይሩ ነቲ ኣማን ዓንዶም ኣጥፊኦሞ። ምክንያቱ እሱ ሓያል እዩ ኣይሕልፈናን እዩ ብምባል እዩ ንዑ ምስ ቀተልዎ ብድሕሪኡ መንግስቲ ሃይለማርያም ንኣጥናፉን ተፈርባንተን እውን ኣጥፊዎም ድሕሪ ስልጣን በዓል ሒዙ ስልጣን ኣብ ኢትዮጵያ ይመርሐ ነይሩ እዚኣ እያ እታ ታሪክ ዳኣ እምበር ብዛዕባ ቀይሕ ባሕሪ ይነበረ ብዛዕባ ኤርትራ ይነበረ ዋላ ሓንቲ ይነበረ ከምዚ ዝኣመሰሉ ፀጉሮም ደይበቁል ሓሰውቲ ፍጥረታት ናይ ኢትዮጵያ ግን ቅድሚ ሕጂ ኣነ ተዛሪበ ኔረ ኢንግሊዝ ታሪኽ ኤርትራውያን ክጠፍእ ተኾይኑ ኩሉ ኣሎ ትብሎ ሚድያ ከምዚ እንዳገበርኩም ብታሪኽ ታሪኽ ናይ ኤርትራዊ ብታሪኽ ኢትዮጵያዊ ጽሓፍዎ እንዳበሉ ንታሪኽና ከጥፍኡ ብዙሕ ጽዒሮም እዮም ንልዕሊ ሚእቲ ዓመት ጎስጒሶምሉ እዮም እዚ እንዳተፈለጠ ግን ህዝቢ ኤርትራ ኣሎ ዝበሃል ቃልሲ እኮ እንታካየደ ዋላ ሃገር እንተሃለዋና ምናልባት ጌጋታት ናይ መንግስቲ ኤርትራ ብዙሕ እዪ ክሳብ ሕጂ ውን ብሰንኪ ጌጋታት ናይ መንግስቲ ኤርትራ ኣብ ዘይተደለየ ኢና ንኸይድ ደልና ክቡራት ሰማዕትና እሱ ቀስ ኢልና ንዛረብ ንኸውን ሓፈሻዊ ግን እንታይ ክብል ደልየ ከምዚኦም ዓይነት ደናቑር ሰብ ክጥንቀቐሎም ኣለዎ ክብል ስለ ዝደለኹ እየ ኣነ ስለዚ ሶሪ ስለዚ እንታይ ክብል ስለ ዝደለኹ እየ ኣነ እዚ ኣምፅኤ ሎም መዓልቲ ብምሉኡ ሎሚ ድሕሶ ዘሎ ሓሶት እዚ ክትብሎ ይትኽእል ኢኻ እዚ መንእሰይ እንታይ እዩ ዝብለና ዘሎ እስኪ
ንሕናሲ ካብቲ ነበርናያስ ክንመሓየሽ ክንክእል ኣለና ቁሩብሲ ክንከይድ ክንክእል ኣለና ንቕድሚት ለውጥስ ክህሉ ክእል ኣለዎ ኩሉ ነገር ብቑጠባና ንልወጥ ብስርዓትና ንልወጥ

ስለምንታይ ይመስለኩም ናብ ሓሚቕና ጠውይዋ ክንልወጥ ዘይከኣልና ኤርትራውያን እፈልጦ እዩ ግን ኣብ ውሽጢ ኤርትራ ኮይኑ ከም ድላይ ክዛረብ ኣይክእልኒ ሲት ፀገም ራይዎ ሓሚቕና ኢሉ ኤርትራውያን ሓሚቖም ኣይኮኑን ዘይተለወጡ ሓሊኹ ሒዝዎም ዘሎ ንኤርትራውያን ከይምዕብሉ ሓሊኹ ሒዝዎም ዘሎ ንኤርትራውያን ከም ሃገር ዓባይ ሃገር ብልጽግቲ ሃገር ንኸይሰርሑ ኣዳዓዲ ይፈልጦ እዩ ዝመንእሰይ እንተ ደኣ ሓንቲ ሃገር ፍሉጥ ሕጊ ኩሉ ዜጋ ዝቕበሎ ሕጊ ዘይብላ ኮይና እታ ሃገር ሓደ ሚኒስትር ክትግብርን ክውስንን መሰል ዘይብሉ ወይ ናጽነት ዘይብሉ እንተ ኮይኑ እቲ ሚኒስተር ከመይ ገይራ ሃገር ክትልወጥ? ዝኾነ ሚኒስትር ኣብ ሚኒስትሪ ወኪሉ ክሰርሖ ከሎ ባጀት ዘይስላዕ እንተ ኮይኑ ሓደ ሚኒስተር ሙሉእ ናፅነት ዘይወሃብ እንተ ኮይኑ ንኣብነት ሚኒስትሪ ጥዕና ሓደ ሚኒስተር እዩ ኮፍ ክብሎ ዘለዎ እዚ ሚኒስተር እዚ ባጀት ዝስልዓሉ ናጽነቱ ወሃቦ ካብታ ናይ ሕጊ ናይቲ ሃገር ግን ሰትት ኢሉ ከም ዘይወጽእ ግበር ተወጽኡ ይቕንጸል ሕጊ ኣሎ ቅዋም ይበሃል ስለምንታይ ድዩ መሲልኩም ሰብ ይተተክብሮ ንቅዋም ግን ሕጊ ክህልወካ ኣሎ ንኩልካ ማዕረ ትቅርድድ ሴፍ ናይቲ ሕጊ ሓንቲ ክትቀውም ኣለዋ ካቢነ ባይቶ ካልእ ካልእ ካልእ እንድሕር ዘየላ ኮይና ኣብቲ ሃገር ዓለም ምሉእ ነታ ሃገር ትጽየፋ እንተ ደኣ ሃልያ መን እዩ እሞ ክምዕብል በየን ክምዕብል ሕጂ ኣነ እዚ ቆልዓ ንኣብነት ደምጻኽዎሲ ከም ድላይና ክንዛረብ ከማን ኣይንኽእልን ኢና ኤርትራ ሰላሳ ዓመት ጌራ ናይ ገዛ ርእሳ ነፋሪት ባጀት ጀት መጓዓዝያ የብላን ሰላሳ ዓመት ጌርና የብላን ነይርዋ ይፈልጥ ተመፃ ተንሚግ የዐረያ የዐርዮም ይበራ ይረኣያ ትሰኣላ በእንተ ጣዕ ሃገር ክንከውን እንተኮይና እኮ ሓንቲ ሃገር ንሃገር ዘድልያ መምዘንን ቅጥዕታትን ክትስከም ኣለዋ ከተማልእ ኣለዋ እቲ ሃገር ኣነ ኣነ ራይ ሃገር ኤርትራ ትፅዋዕ ኣላ ግን ኣብቲ ናይ ሃገርነት ደፀውዕ ግን የላን ኣብቲ ስታንዳርድ የላን ብሓሙሽተ ሽሕ ዶላር ካብ ኤርትራ ዝሃድመላ ኤርትራዊ እያ ዘላ እኮ ሕጂ ስለምንታይ ዘይቅየር ፖሊሲ እንተ ክቅየር ዘይክእል ኮይኑ ኤርትራ ውዒሎም ሓዲሮም ዋይት ሃውስ ክፃወተላ እመኑይ ትእመኑ ኤርትራ ዋይት ሃውስ መፃወቲ ክኸውን እዩ ምክንያቱ እዞም ዘለዉ ሕጂ ሒዞማ ዘለዉ ኣኣሪጎም ክመቱ እዮም እቶም ብድሕሪት ዝመፁ እንታይ ገዲስና ኢሉ ምስ በዓል ኣሜሪካ ተሰማሚዖም ዓዲ ኤልጂቢቲ ዓዲ ገይ ዓዲ ገለመለ ዓዲ እንዳገለመለ ክገብርዎ እዮም በዓል ላይቤሪያ ከምኡ እየን በዓል ኩባ ከምኡ እየን ነይረን በዓል ዶመኒካ በለን ዋላ በዓል በዓል ዒራቅ ኣንፃር ኣሜሪካ ኮይን ነይረን በዓል ሱርያ ኣንፃር ኣሜሪካ ኮይን ነይረን እንታይ ረኺበን ኣለዋ ሓንቲ ገበራን ጠፊኤን ስለዚ ብመጠኑ ህዝብኻ ከትሕዝ ተዘይክኢልካ ህዝብኻ ብመጠኑ ክትምህር ተዘይክኢልካ በየን ጌርካ እሞ ክትምዕብል እንታይ ምዕባለ ክመፅእ እዚ መንእሰይ ዝዛረቦ ዘሎ እንተኮይና ኢና ደ ንምዕብል ነይሩ እንተኮይኑ ዘይምዕብል ዘሎ ፈልጦ እዩ ክዛረብ ግን ኣይደለየን ክዛረብ ኣይደለየን እምበር ፈልጦ እዩ ስለምንታይ ኤርትራ ዘይማዕበለት ፈልጦ እዩ ኣብ ሓደ ዘንቢል ኣኪብካ ትሕልዎ ህዝቢ ይምዕብል ድዩ ስለዚ ምናልባት ኣብ ስምዒት ኣቲና ተዛሪብና ብዛዕባ ኢራን ዝነበረ ስነ ሓሳብ ወይ ብዛዕባ እዚ ወዲ ብዛዕባ ሃገርና ኤርትራ ዝነበረ ስነ ሓሳብ ዝመስል ጌጋታት ክህልወና ክእል እዩ ቅሬታ ግን ንሕና ሃገርና ክትምዕብል ንደሊ ኢና ፖሊሲ ቀይራ ዝበደለቶ ዜጋ ኤርትራ እውን እቅሬታ ሓቲታ ዝኽፈል ዋጋ ተልዮ ከፊላ ህዝባ ክትሓቁፍ ኤርትራ ንደሊ እዚ ናተይ ስነ ሓሳብ እዩ ዝነበረ ናይ ሎሚ መደብ ነይረ ነይረ ድመፀኩም ዘሎ ቅሬታ ግበሩለይ ምክንያቱ ኣይጠዓመናን ስለዚ ንሎም መዓልቲ ዝነበረና መደብ እዚ ይመስል ፅን ኢልኩም ዝሰማዕኹምኒ ብጣዕሚ የመስግነኩም ኣብ ዘለኹም ዕድመን ጥዕናን ይሃብኩም ብሩኽ መዓልቲ ላይክ ሳብስክራይብ ሓጉዝና ክቡራት ኣሕዋት